ኣቃውማ ቅጽል ኢና ንርኤ። ኣገባብ ኣቃውማ ቅጽል ኣብ ተባዕታይ ጾታ which is adjective forms for masculine gender and ጌጋ ኣጠቓቐማ ቅጽል ኣብ ተባዕታይ ጾታ ክንርኢ ኢና። ኣብ ኣንስተይቲ ጾታ ጌጋ የለን። ኣብዚ መብዛሕትኡ ኣብቲ ናይ ተባዕታይ ጾታ እዩ።

ሶራይ እውን እዮም እዚኣተን ንኣብነት በዚኣ ክጅምር እየ ምብላዕ ስም እዩ ኣብዚ እንታይ ኢለኩም ነይረ ስም ናውን ሶ ምብላዕ ስም እዩ ኦር ናውን ኢን እንግሊሽ ኢቲን ምብላዕ ኢቲን ወይ ድማ ቱ ኢት ኣጀክቲቭ ፎርም ናቱ ወይ ድማ ቅፅል በላዒ ይኸውን እቲ ጌጋ ንገብሮ ኣብዚኣ እንታይ ኢለኩም wrong usage of adjective for masculine gender ብዙሕ ግዜ በላዒ ኢልና በላዓይ ድማ ንብል ሰባት ኣለና ኮመን ሚስቴክ እዚ ኣብ ናይ ጓል ብዙሕ ኣይረአየን እቲ ጌጋታት ንኣብነት በላዒ ኢልና ኣብዚኣ ራይዋ በላዒ ኢለ ፅሒፌ ት ይውስኻላ ሬታ እዚኣ ናብ ግዝማ ክቀይራ እዚኣ በላዒት ትኸውን በላዒ ኢልና በላዒት እቲ ኮመን ሚስቴክ ንገብሮ ግን እዚ በላዓይ ንብል ሶ ኣይ ጀስት ዋንት ቱ ፕሩቭ ቱ ዩ ዛት ዚስ ኢዝ ሮንግ በላዒ ኢልና በላዒት ባዕሉ ይነግረና ኣሎ ነታ በላዒ እቲ ጥራሕ ኢና ንውስኸላ ከምኡ ድማ ምስታይ ኢዝ ድሪንኪንግ

ሰታይ ኢልና ድማ ኣሓ ኣይዋ እዚኣ ሰታይ ኢለ ድማ ኣብዚኣ እንታይ ክገብር ኣለኒ ት ውስኸላ ሰታይት ትኸውን ሰታይት ሰታይ ሰታይት ሰታያይ ጌጋ እዩ ምድቃስ this is noun sleeping adjective form ወይ ድማ ቅጽል ድማ ደቃሲ ንተባዕታይ ፎር ማስኪሊን ጀንደር ደቃሲ ደቃሳይ ኢዝ ሮንግ ዩዘጅ ሶ ደቃሲ ኢልና ንጓል እንታይ ኢና ንብላ ፎር ማስኪሊን ኣይ ሚን ፎር ፌሚኒን ጀንደር ደቃሲት ሲ ት ት ጥራሕ ኢሉ ውስኽ ራይዋ እዚኣ ምድቃስ ደቃሲ ደቃሲት ደቃሳይ ጉጉይ ኣበሃህላ እዩ ምኹላስ ክንብል ከለና ድማ ምኹላስ ኮላሲ ኮላሲ ኢልና ኣብዚ እንታይ ንብላ ንጓል ኮላሲት ኮላሲ እና ኮላሲት ኢና ንብል ንወዲ ግን ኣብዚ ንተባዕታይ ኮላሳይ ጌጋ ኣገባብ እዩ ኮላሲ ኮላሳይ ጌጋ ኣባሃላ እዩ ራእዎ እቲ ድምፂ ዝሰዕረና ኣብዚ እንታይ እዩ በላዒ ዘሎ በላዕ ዓይ ሰታይ ሰታ ያይ ደቃሲ ደቃሳይ እዚ እዩ ዝስዕረና ስለዚ ነዚ ከነቋርፆ ኣለና እዚ ጌጋ ኣባሃላ እዩ መብዛሕትኡ ኣብቲ ፓተርን ማለት ኣብቲ ንጥቀመሉ ኣገባብ ኣቃውማ ናይቲ ቅጽል ባዕሉ ይመርሓና እዩ፣ ጌጋ እንተለና ወይ ድማ ቅኑዕ እንተለና። ሕጂ ንኣብነት እዚኣ ምኹላስ ኢልና ኮላሲ ኮላሲት ኦኬ ኮላሳይ ጌጋ ምዃኑ ዘ ሴም ቲንግ ምቅዋም ምቅዋም ኦፖዚንግ ኮላስ ምኹላስ እንታይ ኢለኩም እዚ ኣንቢበልኩም ደ ቴኪን ኤ ባይት

ተቃዋማይ ብፍላይ ኣሎ ኣብዚ ናይ ፖለቲካ ተቃዋማይ ደጋፋይ ገለገለ ክንብል ከለና ጌጋ ኣበሃህላ ምዃኑ ከዘኻክር እፈቱ ተቃዋሚ ኢልካ ድማ ንጓል እንታይ ኢኻ ትብል ተቃዋሚ ተቃዋሚት እዚኣ ትጥራሕ ኢና ንወስኸላ ባዕሉ እዩ ዝመርሓና ተቃዋሚት ተቃዋሚ ተቃዋሚት ተቃዋማይ ዝብል ጌጋ እዩ ኩለን ዘን ኣብ ማእኸል ዘለዋ ጌጋ ኣገባባተን ምድጋፍ ክንብል ከለና ከምኡ ሰፖርቲን ደጋፊ ደጋፊ እምበር ደጋፋይ ኣይኮነን ተቃዋሚ እምበር ተቃዋማይ ኣይኮነን ደጋፊ ኢልና ድማ ነዚኣ ኮፒ ገይረ እዚ ደጋፊ ኢለ ኣብዚኣ ድማ ትውስኸላ ደጋፊት ትኸውን ከምኡ ድማ ምትኳስ፣ Shooting፣ ምትኳስ፣ ተኳሲ፣ ተኳሳይ ዘይኮነ ተኳሲ፣ and ኣብዚ ድማ ተኳሲ ኢልና ተኳሲት ከነጋናዝቦ ኢለ እዚ ማእኸል ፅሒፈዮ ዘለኹ እቲ ቅኑዕ ደጋፊ ኢልና ደጋፊት ነቲ ነቲ ቁኑዕ ጥራሕ መምጻእክዎ ነይረ ግን እቲ ኮመን ሚስተይክ ንገብሮ ክንሪኦ ከነማዛዝኖ ከነዋዳድሮ ብምባል እየ ኣብዚ ምጽኤ ዘለኹ ከምኡ ድማ ምሕሳው ላይን ምሕሳው ሓሳዊ ላየር ኣጀክቲቭ ክንቅይሮ ከለና ወይ ቅጽል ሓሳዊ ሓሳዋይ ኣይኮነን ራእዮ ገሊኡሲ ክትሰምዖ ከለኻ እኳ ትርጉም ኣይህበካን እዩ ሓሳዋይ ገሊኡ ኮመን እዩ ከምዚ ሕጂ ደጋፋይ ንሰምዖ ኢና ደጋፋይ ተቃዋማይ ገለ ብዙሕ ሰብ ዝብሎ እዩ ግን ገሊኡ ኣሎ በቃ ጌጋ ምዃኑ ባዕሉ ይሕብረካ ብኻያይ ሓሳዋይ ክንብል ኣይንኽእል ኢና ሶ ሓሳዊ ኢልና ድማ እንታይ ኢና ንብል ንጓል ሓሳዊ ኢልና ድማ ሓሳዊት ኢና ንብል እታት ኢና ብዚ ነእትወላ ባዕሉ እዩ ድመራሓካ ትግርኛ ምብካይ ክራይን ቅጽል ናቱ ብኻይ ብኻይ ኢልና ድማ ኣሃ ብኻይ ከም ዘላታ ኢና ንጽሕፍ ኣብዚኣ ብኻይ ኢልና ት ንውስኸላ ሕራይ እዚኣ ይ ኣይንግበራ ኢና ብዙሕ ሰብ ዋላ ኣብዚ ቅኑዕ ዝመስል እንተሃለወ ግን ነቲ ኣገባብ ኣብ ዝርስዖ ኣሎ እቲ ሓሳዊ ብኻይ ኢ ዝብል ድምፂ እዩ ዘለዎ ኣብዚ ኢ ዝብል ድምፂ ዘለዎ ስለዚ እታ ኢ ኣብዚ እ ዘይኮነሲ ኢሶ ብኻ ከምዚ ጌርና ኣይኮናን ጽሕፋ ብዙሕ ሰብ ሚስተይ ክገብር እዩ ብኻይት ከምዚ ኖ ኖ ብኻይ ኣይንቀይራ እዛ ኣገባብ እዚኣ ብኻይ ኢልና ብኻይት ከምኡ ድማ ኣብዚ ምምሃር ለርኒን ተማሃሪ ምምሃር ተምሃሪ እዚኣ ብዙሕ ግዜ ኩላህና ካብ ነብሰይ ጀሚርና ንብላ እያ ተምሃራየ ሰራሕተኛ ዲኻ ተምሃራይ ተምሃራየ ትብል ግን ወዲ ተባዕታይ ትኾንካ ተምሃሪ ክትብል ኣለካ ተምሃሪ ኢልካ ድማ ጓል ኣንስተይቲ ድማ ተምሃሪት ተምሃሪት ት ትውስኸላና ዓጥራ እዚ ዋላ ድኣ ንልመዶ እምበር ጌጋ ምዃኑ ከምዚ በዓል ብኻያይ ሓደ ዓይነት ኣገባብ ምዃኑ እንድሕር ተረዲእናዮ ጌጋ ከም ዘለና ንፈልጥ ኢና ብኻይ ዲና ንብል ዋላ ብኻያይ ብኻይ ኢና ንብል እዚኣ ድማ ከም ኣያ ልክዕ ዋላ ሓንቲ ፍልል የብላን ስለ ዝለመድናዮ ጥራሕ እዚ ቁኑዕ ኮይኑ ዝስምዓና ጌጋ እንድሕር መሊስካ ደጊምካዮ ቁኑዕ ኮይኑ እዩ ዝስምዓካ መወዳእታ ስለዚ ብከምዚ ክንፈልጦ ይግባኣና ምግዳል ክብል ከለኹ ድማ ምግዳል ቢንግ ሪቮሉሽናሪ ኣርሚ ማለት እዩ ሶ ተጋዳሊ ሪቮሉሽናሪ ተጋዳሊ እዚኣ ድማ ብጣዕሚ ኣዘውቲርና ንገብሮ ጌጋ እዩ ዋላ ብድምቀት ኢና ከማ ንጋገዮ ስለዚ እዚ ተጋዳላይ ኢልና ኢና ንፅውዕ ተጋዳላይ ኣይኮነን ተጋዳሊ ክበሃል እዩ ዝግባእ ተባዕታይ ተጋዳላይ እቲ ተባዕታይ ተጋዳሊ እታ ኣንስተይቲ ድማ ተጋዳሊ ኢልና ቲ ጥራሕ ንውስኸላ ተጋዳሊት ትኸውን ልክዕ ከምተን ኣብ ላዕሊ ዘለዎ ኣገባብ ተማሃሪ ኢልና ተማሃሪት ተጋዳሊ ኢልና ተጋዳሊ ኢልና ተጋዳሊት እዚ ግን ጉጉይ ኣባሃላ ምዃኑ ኣብ ኣንስተይቲ ክልተ ዓይነት ኣገባብ የለን ተጋዳሊት ተጋዳሊት እያ ኣብ ተባዕታይ ኢና ተጋዳሊ ተጋዳላይ ኢልና ነባላሽዎ ዘለና ተማሃሪ ተማሃራይ እምበሪ ኣብታ ኣንስተይቲ ቀዋሚ ሓንቲ ቃል ጥራሕ እያ ተማሃሪት ስለዚ እዚኣ እዘን ናይ ማእኸል ክንገድፈን ኣሎና እዚኣ ድማ ረኣይዋ ምምሓር ምምሓር ጊቪን መርሲ ኣጀክቲቭ ፎርም ናቱ መሓሪ ንሰብኣይሲ መሓሪ ኢና ንብሎ እምበር ዋላ ሽም ከነውፅ ከለና ከምዚ እውን ዝብሉ ኣለዉ መሓራይ ግን እዚኣ እያ እታ ቅንዕቲ መሓሪ ኢልና ድማ ነታ ፌሚኒን ጀንደር ወይ ከዓ ነታ ኣንስተይቲ ድማ ከምዚ ንገብራ መሓሪ ኢልና ትጥራሕ ንውስኸላ መሓሪት ትኸውን እዚኣ ድማ ከምኡ ምጭማት ኤሚን ኦር ቱ ኤም ጨማቲ እምበር ጨማታይ ኣይኮነን ግን ንብሎ ኢና ጌጋ ምዃኑ ግን የዘክረኩም ኣለኹ ጨማቲ እዚኣ ድማ ንጓል ድማ ጨማቲ ኢልና ጨማቲ ኣብዚኣ ፅሒፍና ትጥራሕ ንውስኸላ ጨማቲ ት ትኸውን ማለት እዩ ጨማቲት ራይዋ መጀመርታ ነቲ ናይ ተባዕታይ ቃል ይፅሕፎ ቅፅል ይፅሕፎ ሽዑ ናይታ ኣንስተይቲ ቅፅል ይቕፅሎ ምግባት ክብል ከለኹ ድማ ዲክቴቲን ማለት እዩ ገባቲ ቴለ ዲክቴተር ማለት እዩ ገባቲ ገባታይ ኣይኮነን ገባቲ ንጓል ድማ ነታ ናይ መጀመርታ ወሲደ ገባቲ ኢለ እዚኣ ገባቲ ኢለ ፅሒፈ እንደን ትውስኸላ ገባቲ ትኸውን እወ ባዕሉ መርሓ እናረኣይዎ ባዕሉ እዩ ዝመርሓካ መምህር እውን ኣየድልየካን እዩ ሓንሳእ እንተ ደኣ ዳህሲስካዮ ምሕማይ ጎሲፒን ኣጀክቲቭ ፎርም ናቱ ወይ ቅፅል ናቱ ሓማይ ሓማይ ይ ኣይኮነትን እዚኣ ሓማይ ኢ ሳውንድ እዩ ዘለዎን ኩለን ሓማያይ ኣይንብልን ኢና ጌጋ እዩ እዚ እኳ ብዙሕ ዝብሎ ሰብ እውን የለን እቲ እቲ ንብሎ ከምዚ በዓል ጨማታይ ተጋዳላይ ተማሃራይ እዚታት እዩ ጌጋና ስለዚ ሓማይ ኢልና ድማ ኣብዚ ንጓል ድማ እንታይ ትኸውን ሓማይት ሓማይት ትኸውን ስለዚ ረኣይዎ እቲ ኣብ ማእኸል ዘሎ ገሊኡ ቅኑዕ ኮይኑ ይስምዓና ገሊኡ ጌጋ ኮይኑ ይስምዓና ግን ብምሉእ እቲ ማእኸል ዘሎ ጌጋ ፎርም እዩ ጌጋ ኣገባብ እዩ ሓማያይ ምዝማር ሲንጊን ዘማሪ ይኸውን ኣጀክቲቭ ንተባዕታይ ዘማራይ ኣይኮነን ዘማሪ ንጓል ድማ ዘማሪት ዘማሪ ኢልና እቲ ንኡስ ከላ ዘማሪት ትኸውን ኣብዚኣ ድማ ንርኣያ ምስትውዓል ምስትውዓል is being attentive being attentive ኣስተውዓሊ ትልካ ኢኻ ኣተንቲቭ ኢኻ ትብሎ ዘለኻ ሶ ኣስተውዓሊ እዚኣ ኣስተውዓሊ ወይ መስተውዓሊ ክገብሮ ክእል እየ ኣስተውዓሊ ወይ ድማ መስተውዓሊ ክገብሮ ክእል እየ ኣስተውዓላይ ግን ኣይበሃልን እዩ ንጓል ድማ ኣስተውዓሊት ንብላ ኣስተውዓሊ ኢልና እዚኣ ልክዕ ከምኣ ፅሕፍና እዚኣ ከምኣ ኣምጺእና እቲ ጥራሕ እያ ንውስኸላ ስራይዋ እታ ገባ ባዕላ ትመርሓና መስተውዓሊ ተይለ ድማ ኣብዚ እዚኣ ክርእየኩም እዩ መስተውዓሊ ተይለ ድማ መስ ተው ዓሊ መስተው ዓሊ ከምዚኣ ተገይርያ ኣብ ክንዲ ኣስተውዓሊ ድማ እንታይ እያ ትኸውን ኣብዚ ኣብዚ ከምቲ ጌጋ ንገብሮ እንታይ ምበልና ኣብዚ መስተውዓላይ መስተውዓላይ መስተው ዓላይ ምበልናያ መስተውዓላይ ሲ እዚኣ መጀመርታ ዳርከር ክገብራ መስተውዓላይ ምክንያቱ ሓንቲ ከማሳስለን እዚኣ ድማ መስተውዓሊ እቲ ኢ ዝብል ድምፂ ዘለዎ ድማ ክሳብ ኣብዚኣ መስተውዓሊ ሕጂ ራእይዋ መስተውዓሊ እዚኣ መስተውዓላይ ባዕላ ጌጋ ምዃና ትነግረና ንጓል ድማ እዚኣ ወሲድና ኣብዚኣ እቲና እቲ ተወሲኽና ኣላ መስተውዓሊ ዘሎ መስተውዓሊት ትኸውን ሲ ኣስተውዓሊት እዩ ኣብዚ ኣብዚ ድማ መስተውዓሊት ኦኬ ኣብዚ ድማ ንቐፅል ምፅዋት ማለት ፕሌይን ኦር ቱ ፕሌይ ኣጀክቲቭ ፎርም ናቱ ተጻዋቲ ተጻዋታይ ግን ብዙሕ ግዜ ኩዕሶ ተጻዋታይ እዩ ሓወይ እኮ ኩዕሶ ተጻዋታይ እዩ ገለ ንብል ኖኖ ተጻዋቲ እዩ ክበሃል ዘለዎ ተጻዋቲ ተጻዋታይ ዘይኮነ እዚ ተጻዋቲ እታ ጓል ድማ ተጻዋቲት ቲት በቃ እዚኣ ትጥራሕ ንውስኸላ ሕጂ መቸም በዓልና ነቲ ጌጋና ተመሊስና ዋው እጋገባ ነይረ እየ ዶ ንብል ኣለና ምባኣስ ምባኣስ ፋይቲን ማለት እዩ ምባኣስ ሶሪ ፋይቲን and ኣጀክቲቭ ፎርም ናቱ ተባኣሲ ተባኣሳይ ኣይኮነን እዚ ድማ ነታ ጓል ድማ ተባኣሲ ኢልና እንታይ ንብላ ተባኣሲት ት ተባኣሲት ኢና ንብላ እምበር ነታ ጓል ካልእ ካልእ ፎርም የብሉን ኣክቹዋሊ ናይ ጓል ናይ ወዲ እቲ ኩሉ ፀገም ዘምፅእ ተባእሲ ተባእሳይ እምበር ናይ ጓል ኩሉ ሰብ ተባእሲ ትብላ እዩ ኣብዚ ድማ ንርኣዮ ምልፍላፍ ምልፍላፍ ማለት ቶኪን ቱ ማች ማለት እዩ ኣጀክቲቭ ፎርም ናቱ ድማ ምልፍላፍ ለፍላፊ ንብሎ ነቲ ሰብ ቶካቲቭ ማለት እዩ ለፍላፊ ንጓል ድማ ሴም ቲንግ ለፍላፊት ንብላ ዊሰይ ለፍላፊት ኢቨን ፎር ዘ ፊሜል ለፍላፊ ኢልና ት ንስኸላ ለፍላፊት ሶ ካብ ለፍላፊ ናብ ለፍላፊት ትመፅእ ለፍላፋይ ግን ጌጋ ኣበሃላ እዩ the same thing ምህናጽ building ሃናጺ ንበል ኣብዚ building adjective ሃናጺ builder ማለት እዩ ሃናጻይ ጌጋ እዩ ስለዚ እዚኣ ሃናጺ ኢልና ድማ ንጓል እንታይ ንገብራ ሃናጺት እዚኣ ድማ ከምዚ ጌርና ሃናጺት ናብዚ ትመጽእ ምስፋይ ክንብል ከለና ድማ ምስፋይ ስዊን ሰፋዪ ንብሎ ማለት እዩ ንሓደ ሰብ ሰፋያይ ግን እንዳ ሰፋያይ ከይደ ስሪ ከስፊ ኖኖ ጌጋ እንዳ ሰፋዪ ክበሃል ይግባእ ዋላ እቲ ሽም ከውፅኣሉ እንድሕር ኮይኑ ሲ እንዳ ሰፋዪ ክብል ኣለዎ እምበር እንዳ ሰፋያይ ሮንግ ኣበሓላ እዩ ስለዚ እዚኣ ትንውስኸላ ማለት እዩ ሰፋይት ምጉያይ ክንብል ከለና ድማ ራኒንግ ኦር ቱ ራን ጎያዪ ኢና ንብሎ ንሓደ ሰብ እምበር ጎያያይ ኣይኮነን ጌጋ ስለዚ ጎያዪ ድማ እንታይ ንገብሮ ንጓል ዘይዋታ ናታ ካብዚ ኣይንወስዳን ኢና ናታ ካብታ ቀዳመይቲ ኢና ንወስዳ ኩሉ ግዜ ካብታ ቀዳመይቲ ወሲድና እቲ ንወስኸላ ካብዚኣ ሲ ወላ ሓንቲ ንልቅሓ ነገር የብልናን ናብዚኣ ፎርም እዚኣ ክንቅይራ ከለና ኩሉ ግዜ እዚኣ ኢና ወሲድና እቲ ጥራሕ ንወስኸላ ምምካር ክንብል ከለና ድማ Advising፣ መኻሪ፣ is adjective form ሕጂ ራዩ ካብዚኣ ደኣለይ ዝወስዳ እምበር መኻራይ ዘይኮነ መኻሪ ኖ መኻሪት ድማ ትኸውን ታጓል መኻሪት መኻራይት ኣይንብልና ካብዚ ወሲድናዮ መኻሪ ኢልና መኻሪት ሲ ጎያይ ኢልና ጎያይት ንብል ኣብዚ ጎያይት ኦኬ ኣብ ምምታር በፂሕና ኣለና ምምታር ማለት ድማ ዳይሲን ማለት እዩ ቱ ዳይስ እቲ ኣጀክቲቭ ፎርም ወይ ቅፅል መታሪ ይኸውን ንወዲ መታራይ ኣይኮነን እቲ ኮመን ሚስተይክ ንገብሮ ግን መታራይ ንብል ኢና መታራይ መተርቲ ድማ ንብሎም ነቶም ብዙሓት ኦኬ እዚኣ ድማ ነታ ጓል መታሪ ት መታሪት ንብላ ኦኬ ምግልጋል ሰርቪን ኣጀክቲቭ ፎርም ናቱ ወይ ድማ ቅፅል ናቱ እንታይ ይኸውን ኣገልጋሊ ኣገልጋላይ ኣይኮነን ኣገልጋሊ ወሲድና ድማ እዚኣ ካብዚኣ ወሲድና እታ መሰረት ኣብዚኣ ኣገልጋሊ ኢልና ኣገልጋሊት ትኸውን ምጥባብ ኢልና ድማ ቢን ክሬቲቭ ማለት እዩ ምጥባብ እንታይ ንብሎ ኣጀክቲቭ ናቱ ተጠባቢ ንብሎ ንተባዕታይ ተጠባቢ ክሬቲቭ ማለት እዩ ዋላ ንጓል እውን ክሬቲቭ ኢና ንብላ ፎር ቦስ ጀንደርስ ተጠባቢ ተጣባባይ ኣይኮነን ተጣባቢ ክኸውን ዘሎ እታ ጓል ድማ ተጣባቢት ትኸውን ከምዚ ትኸውን ብራውታት ባዕሉ መርሓካ እዩ ምጽላይ ተይልና ፕሬን ምጽላይ ድማ ጸላይ ኢኻ ትብሎም ሰንበት ጸላያ ኣይኮነን ጸላይ ነታ ጓል ድማ ጸላይ ኢላ ነቲ ተባዕታይ ጽሒፈ ጸላይት ከምዚኣ እየ ዝገብራ ጸላይት ምጥራጥ ክንብል ከለና ድማ ፋርቲን ቅጽልናቱ ጥራጢ ይኸውን ጠራጣይ ኣይኮነን ኩሉ ገሊኡ ነግረካ እዩ ከለዎ ጠራጣይ ገለ እኳ ኮመን ኣይኮነን እውን ኣይንሰምዖን ኢና ግን ዝብል ኣይሰኣንን እዩ ምክንያቱ እቲ ፎሩም ፀላያይ ጠራጣይ ተምሃራይ ኩሉ ሓደ ዓይነት ኣገባብ ስለ ዘለዎ ስለዚ ጠራጢ ኢልና ነታ ጓል ካብዚኣ እየ ዝወስዳ ነታ ቃል ምንጭ ናተይ እዚኣ ጠራጢ ትብ ምስ ወሰኩላ ድማ ጠራጢ ትኸውን ምፍንፋን ሪኮይሊንግ ምፍንፋን ፈንፋኒ ይብሎ ንወዲ ፈንፋኒ እየ ዝብሎ እምበር ፈንፋናይ ጌጋ እዩ ዝን ናይ ዝብል ድምፂ ዘለዎ ፈንፋኒ ኢለ ድማ ነታ ጓል ካብኣ ወሲደ ፈንፋኒ ኢለ እንታይ ገብራ ፈንፋኒት ትኸውን ኦኬ ምምሃዝ ኢንቨንቲንግ ኢንቨንቲንግ መሃዚ ይኸውን መሃዛይ ኣይበሃልኒ መሃዚ ኢለ ድማ ነቲ ወዲ መሃዚ ኢለ ድማ እዚኣ ወሲደ መጀመርታ ጽሕፋ መሓዚ ይብል ነታ ጓል ድማ መሓዚት ትብላ መሓዛይ ኣይኮነን ምግስጋስ ምግስጋስ ቢንግ ፕሮግሬሲቭ ማለት እዩ ኦር ፕሮግሬሲቭ ኢዝ ኣን ኣጀክቲቭ ፕሮግሬሲቭ ተኢለ ድማ ፎር ቦዝ ጀንደርስ ፕሮግሬሲቭ ገስጋሲ ገስጋሲ ኣይ ኣይኮነን ገስጋሲ ኢለ ካብዚ ወሲደ እዚኣ ገስጋሲ ኢለ ካብዚ ወሲደ ኣብዚ ገስጋሲት ክገብረ ገስጋሲ ኢለ ት ምስ ወሰኽኩላ ከም ዓለማ ገስጋሲት ድማ ትኸውን ምድሕርሓር ቢንግ ሪኣክሽነሪ ማለት እዩ ምድሕርሓር ቢንግ ሪኣክሽነሪ ሶ ኣድሓርሓሪ ክብል ከለኹ ሪኣክሽነሪ ማለት እዩ ኣድሓርሓሪት ዘሰይም ፎር ቦዝ ጀንደርስ ኣድሓርሓሪ ኢለ ኣድሓርሓራይ ኣይኮነን ኣብዚ ኣድሓርሓራይ ዘይኮነ ኣድሓርሓሪ እዩ ኣድሓርሓሪ ተኢለ ድማ እዚኣ ናብዚ ሞ እዚኣ ከድምቐልኩም ኣድሓርሓሪ ኢለ ድማ እዚኣ ራእዋ ኣድሓርሓሪ ኢለ ድማ ንሃ ንዓኤ ድወስዳ ኣድሓርሓሪ ኢለ ምስ ወሰኩላቲ ኣድሓርሓሪት ትኸውን ኣድሓር ሓሪት ትኸውን እዚ ድማ ምኽሳስ ሊቲጌቲንግ ማለት እዩ ምኽሳስ ሊቲጌት ኦር ቱ ሊቲጌት ኦር ሊቲጌቲንግ ምኽሳስ ከሳሲ ድማ ሊቲጌተር ይበሃል ከሳሲ ከሳሳይ ኣይኮነን ከሳሲ ከሳሲ ድማ ኢለ ካብዚኣ ተቓል ወሲደ ብዚኣ ኣብዚኣ እንተ እትያ ትውስ ከላ ከሳሲ ትኸውን ንፌሚኒን ጀንደር ከሳሳይ ሲራዮ ጌጋ ምዃኑ ባዕሉ ይነግረና። ምፍራድ፣ Judging፣ ምፍራድ፣ Judging፣ ፈራዲ እዩ፣ ኢ ዝብል ድምጺ ዘለዎ፣ ከሳሲ፣ ፈራዲ፣ ፈራዳይ ኣይኮነን። ሕጂ እዚ very እዚ ብዙሕ ኣዘውቲርና ንጋገዮ እዩ። ፈራዳይ ዋላ ኣብ ዲክሽነሪ እውን ከምኡ ኢኻ ትረኽቦ በቃ እንታይ ዝበሃል ኣይንገብሮን ኢና ተራቂቕና በቊፅና ኣይነቕርቦን ኢና so በዚ ጌርና ክንፍትጎ ክንክእል ኣለና ፈራዲ ኢለ ነታ ጓል ድማ ኣብዚኣ እንታይ ዝገብራ ፈራዲ ኢለ ከምዚ ፈራዲት ሕጂ ፈራዳይ ኣይንብላን ኢና ንጓል እታ ጌጋ ረኣይዋ ኩሉ ግዜ ኣብዘን ክልተ እዚኤን እያ ተጸገም ዘላ ኣብዘን ክልተ ናይ ተባዕታይ ፈራዲ ፈራዳይ እታ ፈራዳይ ተማሃራይ እዚኤን ብጣዕሚ ዝውቱራት ጌጋታት እየን እሞ ኮሬክት ክንገብረን ክንክእል ኣለና ምውህሃድ ማለት ኮንዳክቲን ማለት እዩ ኣብ ሙዚቃ ገለ ምውህሃድ ንኣብነት ኮንዳክቲን ኣጀክቲቭ ክንቅይሮ ከሎና ኮንዳክተር ይኸውን ብትግርኛ ድማ ኣወሃሃዲ ንብል ኣወሃሃዳይ ኣይኮነን ኣወሃሃዲ እዚ ኣወሃሃዲ ድማ ከምዚኣ ገይረ ወሲደ ኣብዚኣ ከምታ ኣገባብ ንክተላ ዘለና እቲ ምስ ወሰኩላ ድማ ኣወሃሃዲት ትኸውን። ስለዚ ባዕሉ ይነግረና ኣሎ ኣየናይ ጌጋ ኣየናይ ቁኑዕ። ምሕንባስ ክንብል ከለና ድማ ስዊሚን ምሕንባስ ኦር ቱ ስዊም ኣጀክቲቭ ፎርም ናቱ ሓምባሲ ሓምባሲ ሓምባሳይ ኣይኮነን እቲ ሓምባሲ ድማ ታኢ ሳውንድ ዘለዋ ኣብዚ ምፅኢና ሓምባሲ ኢልና ት ንውስኸላ ሓምባሲት ትኸውን ስለዚ ሓምባሲ ሓምባሲት ኣወሃሃዲ ኣወሃሃዲት ከምዚ እንዳበለ እዩ ዝኸይድ ስራይዎ ፈራዲ ፈራዲት ፈራዳይ ፈራዲት ኣይኮነን ኖ ከሳሲ ከሳሲት ከሳሳይ ኣይኮነን መን እዩ ከሳሳይ መን እዩ መን እዩ ተኸሳሳይ ገለ ከምኡ ዓይነት ኣዘራርባ ኣለና ጌጋ ከሳስን ኣሃ ተኸሳስን ወይ ከሳሲትን ተኸሳሲትን ከምዚ እዩ ክኸውን ዘለዎ ኣብዚኣ በፂሐ ኣለኹ መካቲ ምምካት ሶሪ ምምካት ማለት ቻለንጅን እዩ ምምካት ቻለንጅን እዩ ኦር ቱ ቻለንጅ ምምካት ቻለንጅን ኦር ቱ ቻለንጅ መካቲ ቻለንጀር ማለት እዩ ቻለንጀር መካታይ ኣይኮነን መካታይ ኣይኮነን መካቲ እዚኣ ድማ ከምዚኣ ጌርና ወሲድና ኣብዚኣ እንተ ተጠቒምናላ መካቲ ዝነበረ ነታ ጓል ድማ መካቲት ኣይምሹር መቸም ጌጋና ባዕልና ዳህሲስና ረኺብና ኣለና ኦ ብዙሕ እባ እየ ዝጋገ ነይረ ከም ንብል ሎ መዓልቲ ፍሉጥ እዩ ይተኣማመን እየ እተኣማመን እየ ጌጋና ከምዚ ገይርና ዳህሲስና እቲ ዝግደፍ ክንገድፎ፣ እቲ ዝግለፍ ክንግልፎ ከም ዘለና ከም ዘሎና የዘኻኽር ወይ ድማ እንዳዘኻኽርኩ ሰናይ ግዜ ምነየልኩም ሰሰናዩ ጠጥዑሙ ንዓኻትኩም ሲዩ ኦን ማይ ኔክስት ቪድዮ